ምናልባት ብድኽነት ብገንዘብ ክኸውን ይኽእል ኩሉ ግዜ ጅባሃ ትርኢ ከለኻ ገንዘብ የብለይን ድብል ሜንታሊቲ እንተ ሃሊካ ፅባሕ ንጎ ኦይ እዚ ደይ ክቕረፍ እዩ ሃብታም ክኸውን እዩ ድብል ሜንታሊቲ እንተ የሕዲርካ ንሃብቲ በቃ ማለት ዝኾነ ከይተረደእካ ፅልኢ ንድኽነትካ ፍቕሪ እንተ ሃሊካ ዳስ ደ ፕሮብለም ምናልባት ሰብ ሪዛልቱ ይርኢ ሪዛልቱ እንተ ኣርእዩ ኣብ ትምህርቲ ምናልባት ከይዱ ድዩ ኣብ ገለ ድዩ ሪዛልቱ ምስ ረኣየ ድሂ ድብል ሪዛልቱ ይውሃብ ወይ ሕማቕ ይበሃል ወይ ሰነፍ ይበሃል እንታይ ድብል እዩ መይዙ ሕሸ ሰብ እዚ ኣነ ሰነፍ የብል ሰነፍ ዝበለ ሰብ ናብ ይዓቢ ምስ ዓበየ ዝኾነ ቋንቋ ድዩ ገለ ክመሃር ይደሊ ስቲል እታ ሰነፍ ትብል ነገር ተዘይቀይርዋ ክኽእሉ እየ ንዕኡ ገይረ እዚ ቋንቋ እዚ ከምዚ ከምዚ ገይረ ከኣሊ በቃ ስራሕይ ክሰርሕየ ስራሕይ ሰሪሐ ቤተሰበይ ክቕይረ ስድራይ ክ ድብል እንተ ሓሳብ ተደይ ሃልዮ ከኣኒ ካብኣ በቃ ምን ምንቕ ድበሃላ ምንቕ ኢላ ኣይክወፅእ ሶ እንታይ ደኣ ንግበር ሓደራ ድብለኩም እዚ ሕጂ ተፈጢሩ ደሎ እዚ ሕጂ ኮይኑ ደሎ ነገር ናይ ብሓቂ ምስቲ ብሉፅ ዝኾነ መንነትና ከይተሓወሰና ክንጥቀቕ ክንክል ኣላ በቃ ሕዚ ዘለና ኣታዊ ንዓና ድገልፅ ኣይኮነን ድገልፆ ብውሽጥና ተፈጢሩ ደሎ ምስሊ እዩ መርናይ ብሓቂ ምስልና እቲ ቀንዲ ዝኾነ ምስልና ኣይኮነን ድገልፅ ተታሒዝና ኣላ ብሉፅ ዝኾነ መንፈሳዊ ሓይሊ ንኣ ንዕኡ ድብክል ከይከውን ክንቃወሉ ክንክል ኣና ዶንት ኮንፊዝ መን ምዃንካ ሲ ምስቲ ሕጂ ትረከቦ ዘለካ ሪዛልት ከይሐወሰካ ንሕጂ ደብኬካ ደንብዕካ ዝኾነ ሪዛልት ክህሉ ይኽእል ይኸውን ደጨንቐካ ዝኾነ ዓይነት ናይ ገንዘብ ሕፅረት ኤኒቲንግ ክህሉ ይኽእል ይኸውን እዩ ግን እቲ ሕጂ ፈጢርካያ ዘለካ ውፅኢት ምስ መንነትካ ከይተሓወሰካ ንሕና ብሉጻት ንኾና ድንቅን መስተንክርን ዝኾነ ብቕዓት ኣለና ብምስሊ ፈጣሪ ተፈጠርና ዝሓሰብናዮ ነገር ናብ ክውንነት ክንጭብጥ ንኽእል ብጸሎትን ብምስጋና እንዳሓተትናዮ ፈጣሪኻ ድሌትና ክህበና ንኽእል ፍጡራት ኢና ክሊር ተረዳዲና ዶንት ኮንፊዝ ኢት ከይተሓወሰና ምናልባት ስጋብ ሕጂ ኦኬ ምስ ገንዘብ ዘለና ሪሌሽን ጽቡቕ ጽቡቕ ደይ ክኸውን ይኽእል እዩ ኤኒ ሪዛልት ኣብ ሂወትኩም ደሎ ኢት ኬን ቢ በቃ ደስ ደይብል ግን ደለና ብውሽጢ ፈጢርና ያልና ምስሊ ኢና ደሪእና ደሎ እምበር ናይ ብሓቂ መንነትና ኣይኮነ ደሪእና ሶ ዊ ኬን ቼንጅ ኢት ክንቅይሮ ግን ንኽእል ኢና ክሊር ሶ ከመይ ለስ ቼንጅ ኢት ሓቂ ሶ እንታይ ኢና ክንገብር ኢና ክንቅይሮ እንተ ኮይና ብሓሳብ ብስምዒት ብእምነት ደረጃ እቲ ክንኮኖ ንደሊ ሰብ ክንቅበሎ ክንክል ኣለና ዊ ሃቭ ቱ ቢ ኢት ክንኮኖ ክንክእል ኣለና ንሱ ክሊር ውሽጢ ንምልከት ተመልኪትና ናብ ውሽጢ እንታይ በቃ ሪዛልትና እንታይ እዩ ዘሎ ንውሽጢ ምምልካት ክብም ከለኹ ክልተ ነገራት እታ ቀዳመይቲ ብውሽጠይ እቲ ነገር እቲ ክፈጥሮ ኣለኒ ኢልካ ምሕሳብ ኤንድዘን ናብ ውሽጢ ክትምልከት ከለካ ከዓኒ ብቕዓትካ እንታይ ምዃኑ ብዝግባእ መንነትካ ምርዳእ ማለት እዩ ክሊር ብሓንሳብ ኣላ ስለዚ ናብ ውሽጢ ተመልኪትና ናብ ውሽጢ ክንምልከት ከና ንምንታይ ኢና ንምልከት ደለና እንተ ኢልኩምኒ እዚ ሕጂ ዘሎ ሪዛልት ካባና እዩ ወፂኡ ካብ ውሽጢ እዩ ወፂኡ ንብል ተደኣ ኮይና ቅድሚ ሕጂ እዚ ሕጂ ተፈጢሩ ዘሎ ሪዛልት ዝፈጠሩ ብዙሓት ሕብረተሰብ ኣስተዋፅኦ ክህልዎም ይኽእል ይኸውን እዩ ቺዛ ተዓባብያና ክኾኑ ይኽእል ዝተፈላለዩ ሰባት ሶሻል ሚድያ ኣቦና ኣዴና ሓውና ሓፍትና ቤተሰብና ኤኒባዲ ክሊር እዮም ነዚ ምስሊ ሕጂ ዘለና ሂቦምና ደለዉ ተረዳዲና ኣላ ሕጂ ክንቅይሮ እንተ ኮይና ግን ዊ ጋድ ስኬች ኣወር ሰብ ባዕልና ገዛ ርስና ክንስእላ ክንክል ኣለና ሕጂ ግን ባዕልና ኮነ ኢልና እዚ ክኸውን ደሊ ኣብዚ ክበፅሕ ደሊ እዚ ንዝን ነገራት ንዓይ ይግበእኒ ይደልየ እየ ድብል ዝኾነ ዲዛይር ግን ካብ ውሽጥና ክወፅእ ክኽል ኣሎ ዊ ሃቭ ቱ ቲንክ ኣእምሮና ተጠቂምና በቃ ናብ ገዛ ርስና ተመሊስና ዊ ሃቭ ቱ ክሬት ኒው ዝኾነ ሰልፊ ኢሜጅ ክንፈጥር ክንክል ኣለና ሓደ ሰብ ናብ ገዛእ ርእሱ ተመሊሱ ገዛእ ርእሱ በቃ ኣፍሪሱ ከም ብሓድሽ ንምስራሕ እንተ ወሲኑ እንድዘን እቲ ሕጂ ዝፈጥሮ መንነት ከዓ ፅባሕ ንጎ ፈጣሪ ኣብ ድሌቱ ነገራት ከም ደብፅሑ ድኣምን መንነት እንተ ኮይኑ ማንም ጠጠው ዘብሎ የለን ሰብ እዚ ብሓድሽ ነገር ክንመፅእ ክንክእል ኣላ ኮንሽስሊ ንዕኡ ንፍጠሮ መጀመርያ ኮንሽስሊ ክሳብ ሕጂ ሕጂ በቃ እዚ ነይሩ ሰልፊ ኢሜጅ ናተይ ካብ ሕጂ ንኔው ግን እዚ ዓይነት ሰልፊ ኢሜጅ ድህልወኒ ኢልና ለስ ክሬት ሳምቲንግ ኒው ብኣእምሮና ንምንዮ ንብህጎ ደልየ ንብሎ ላይፍ እንታይ እዩ ዊ ካን ክሬት ዛት ክሊር ንዑ ብኣእምሮ ማለት ብኣእምሮና እዚ እዩ ዝደሊ ሕተቱ ሲ ክወሃበኩም እዩ ሶ እንታይ ኢና ንሓትት ብዛዕባ ማሃብ ይፅንሐልና ንሓቶ ከዓኒ እንታይ ብምግባር እዩ ኒው ሰልፊ ኢሜጅ ብውሽጥና ብምፍጣር እዩ ፈጣሪ ዝህበና ዝሓሰብና ያህር ይኮና ብውሽጥና ብልብና ዳኣመና እዩ ክሌ ተረዳዲና ዳት ሰልፊ ኢሜጅ ማለት ሒዝኩም ኣለኹም እንታይ ንግበር ኮንሽስሊ መጀመርያ ንዑ ንፍጠሮ ቤተሰብና ይሃቡናን ኦፍኮርስ ዊ ን ክሬት ገንዘብ ኣይሃቡናን ሓቂ ባት ዩ ን ክሬት ሶ ደይብ ተኽዲ መስል ናይ ድኽነት ዝኾነ ሰንሰለት ኣሎ ንዑ በንጢስና ካ ን ክሬት ሓድሽ መጀመርያ ንፈጥሮ ኮንሽስሊ እዩ ንዘን እንዳደጋገምናያ ክንከይድ ክንጅምር ከና ድማ ኣብ ውሽጥና ኣትዩ ኩለንትናና ይቆጻጸር እሞ ጽባሕ ንጎ ድማ ብውሽጢ ዝፈጠርናዮ ነገር ኣብ ደገ ንሪኦ ማለት እዩ ምክንያቱ ዊ ኣር ኢሜጅ ክሪኤተርስ ማለት ስእሊ ክንፈጥር ንኽእል ሰባት ኢና ኣእምሮና ብስእሊ ይሰርሕ ከይ እቲ ስእሊ እቲ ከዓ ፅባሕ ንጎ እንተ ናይ ብሓቂ ደጋጊምና ደጋጊምና ንሪኦ ንትንክፎ ደስ ዝብለና እንተ ኮይኑ ምናልባት ብኣእምሮና ጥራይ ድረኣናዮ ክመስለና ክእል ኸውን እምበር ብኣእምሮና ዝጠነስናዮ ነገር ፅባሕ ንጎ ብኢና ምጭባርና ከይተርፍ በቃ እቲ ክኾኖ ዝደሊ ነገር ተንኪፍዎ እንተ ዝመፅእ ኮይኑ ናቲ ብድሕሪ ናቱ ስራሕ ኣይኮነን ሰብ ሓስብ እዩ ብድሕሪ ባትሲት እንተ ክንሪኦ ክንጭብጦ ናይ ብሓቂ ከይድና ነቲ ክንኮኖ ንደሊ ሰብ ተንኪፍና ንመፅእ እንተ ኮይና ብምንታይ ብስምዒት ደረጃ ስምዒት ወላ ሓንቲ ደቂ በቃ ደይቅይር ወላ ሓንቲ ነገር የለን እዚ በሉና የለን ወላ ሓንቲ በቃ If you feel it ምክንያቱ ፊል ንገብሮ እንተ ጀሚርና እምነት ከተሕድር ትጅምር እምነት እንተ ኣሕዲርካ ከዓኒ ሰብሲ ከም እምነቱ ይኾነሉ ይበሃል በቃ ምልማን ኣየድልየካ ክስቶ ከም ዝገበረለ ኣየድልየካ ዩ ዶንት ኒድ ኤኒቲንግ ዩ ጀስት ኒድ ስምዒትካን ፈጣሪኻን ንፈጣሪ ስነዘራርቦ ወይ ንፈጣሪ ርክብ ንገብሮ ብስምዒት እዩ ስኮኒ ሰበጣር ምሳና ኮሚኒኬት ንገብሮም ብስምዒት እዩ ዳውን ክንከውን ተስፋ ክንቆርጥ ገለ ክነብል ተራ ሰሚዕና ግደፍ ይድብል ኣሎ መጠንቀቕታ ካብ ፈጣሪ ንመጽ ሕራይ ኣነ ኣለኹልካ ግደፍ ሕማቕ ሓሳብ ትሓስብ ኣለኻ እሞ እንታይ ግበር እዩ ሓሳብካ ቀይሮ ስምዒትካ ቀይሮ እዩ ክልዮ ኣይ ዶንት ኖ እታ ጥበብ እቲኣ ንኹላትና ይሃበና ግን እንታይ ይብል ናፖሊዮን ኢሉ ዋት ኤቨር ደ ማይንድ ካን ከንሲቭ ኤንድ ብሊቭ ደ ማይንድ ካን ኣቺቭ ብኣእምርና ድጠነስናያን ድኣመናያን ነገር ፅባሕ ንጎ ብኢድና ምጭባጥና ዘይተርፍ ይብል ናፖሊዮን ሂል ደምፅሖ ሕጊ ኮነ እንታይ ኣስክ ብሊቭ ረሲቭ ድባ ናይ ፈጣሪ ሕጊ እዩ ሕተቱ ክልል ናይ ፈጣሪ ሕጊ እዩ ስለዚ ክንሓትት እንተ ኮይና ክንቅይሮ ዘለና ድወሃበና ነገር እዚ ሃበኒ ተሃበኒ ዘይኮነ ነቲ ፈጣሪ ክህበና ደሊ ነገር ኣቐዲምና ወይ ሃፍ ትስእል እንታይ ድገብር ትሰብ እቲ እንታይ ዓይነት ነገራት እዩ ድፍፅም ናበይ ድኸይድ እንታይ ድገብር ንመን እዩ ድሐግዝ እንታይ ዓይነት ኣለባብሳ እዩ ድህሎ እንታይ ዓይነት በቃ በቃ ህይወት ይድነብር ዩ ሃቭ ቱ ሲ ዳት ፐርሰን ንዕኡ ደጋጊምና ደጋጊምና ክንሪኦ እንተ ክኢልና ፈጣሪ ኮሚኒኬት ንገብሮ ጀስት ብፀሎት ጥራይ ብፀሎት ከም ጥራይ በቃ ንእሽተይ ጥራይ ፀሎት ጌርና ስምዒት እንተ ሓዊስናሉ ተስፋና ክብ እንዳበለ እምነትና እንዳሓይለ ከይድ እሞ ፅባሕ ንገበ ድማ እምነትና ኢና ውፅኢት ደቀየር ማለት እዩ ክልር ተረዳዲና ጋይስ እንታይ ይብል ናፖሊን ሂል ቲንክ ኤንድ ግሮው ሪች ሜቢ መጽሓፍ ካብ ካልኦት እንታይ ዝበሃላት እንተ ኣቢልክሞ the moment you believe much with any state you fuse with it ይብል እምነትካ ምስ ዝኾነ ነገር እንተ ማች ገይሩ እንተ ተዛሚዱ ምስ ና ኢኻ ትዛምድ ምስቲ ክፈጥሮ እየ ትብሎ ኣለኻ ሰልፊ ኢሜጅ ክኾነለይ ምስ ትብሎ ነገር ኢፍ ዩ ምስኡ እንተ ማለት Believe ናትካ እምነት ናትካ ካልእ ነገር ኣይኮነን እምነትካ እዩ ክኾነለይ እዩ ዝብል እምነትካ እንተ ምስኡ ክሰጥም ክኢሉ እንተ ምስኡ ማች ጌርካ ዩ ፊዝ ዊዝ ኢት ፊዝ ማለት ልክዕ ከም ቡሎን ኣሎ ሓቀይ ቡሎን ከምዚ ጌርካ ፊዝ ትገብሮ ክጠብቕ ከሎ እንተ ደዩ ቢልክያ ስጥም እዩ ድብል ሓቀይ ልክዕ ከምኡ እምነትካ ምንቕደ ይብል ተደኣ ኮይኑ ዊች ኢዝ ጽቡቅ ጌርካ መንፈስካ ትሕልዎ እንተ ኮንካ ኣከባቢኻ ትሕሉ እንተ ኮንካ በቃ ንኽእል ኢኻ ንኽ- ንኽእል ኢና ምስ ዝብሉኻ ሰባት ጥራይ ትውዕል ተደኣ ኾንካ ንኽእል እዩ ዝብል መጽሓፍቲ ሶሻል ሜድያ ተ- እሱ ጥራይ ተብል ተደኣ ኾንካ ክበጽሕ ኢልካ ትስኻ ትምነዮ ህይወት ሙሉእ መዓልቲ ሙሉእ መዓልቲ ኮኔክት ጌርክያ ትውዕል ተደኣ ኾንካ if you believe much with any state በቃ you fuse with it ሓድነት ኢኻ ማለት ምስኡ ዝኾነ ዩኒየን ኢኻ ትፈጥር which is በቃ ዝኾነ ነቕ ደይብል ደይብንጠስ ነገር እዩ So ካልኦት ሰባት ከተረድኦም ክኸብደካ እዩ ንነብስኻ ግን ከተርድኣ ይስኢዚ ስለዚ በቃ ትሪኦ ተብሎ ዲስ ኢዝ ማይ ላይፍ ኢልካ እምነት ምስ እንተ ሃሊካ እምነትካ እንዳሓየለ ኣይናይ ድሐ ኢሎ ፅባሕ ንጎ ክስእሎ እዩ ትብሎ ላይፍ ብኣእምሮኻ ፅቡቕ ጌርካ ክትሪኦ ምጀመርካ ኤንድ ዛት ቲንግ ደጋጊምካ ደጋጊምካ ክትሪኦ ምጀመርካ ይሲ እምነት ድመፅእ ካብ ፍቕሪ እዩ ክሊር ኢትስ ክሪኤትድ ፍሮም ኢሞሽን ከመይ መሲልኩም ፍርሒ ኣሎ ሓቀይ ተቃራኒ ናይ ፍርሒ እምነት እዩ ዝመስሎ ሰብ ይመስለኒ ነይሩ ኣነ እውን ክኸውን እውን ይኽእል እዩ ብካልእ ኮንቴክስት ግን ተቃራኒ ናይ ፍርሒ እንታይ እንተ ኢልኩም ፍቅሪ እዩ ክልተ ኢሞሽን እዩ ዘሎ ኣብ ዓለም እባል ፍቅሪ ኤንድ ፍርሒ ፍርሒ ናብ ሕማም ናብ ካልእ ነገራት ናብ ጭንቀት ናብ ካልእ ይኸይድ ተረዲ ብሰውነት ዝግለፅ ማለት እዩ ፍቅሪ ከዓ ብምንታይ ይግለፅ ተራኢልኩም ብፖስቲቭ ንብሎም ነገራት ብኮንፊደንስ ብካል ነገራት ክግለፅ ይኽእል ይኸውን እዩ ሕጂ እንታይ መሲልኩም You have to love that person እቲ ክብ ኣእምሮና ንስእሎ ንምንዮ ንብህጎ ሰብ ኣሎ ሓቂ ምስ ብፍቅሪ ተወድቕ እንተ ኮንካ God is love ይበሃል ፈጣሪ እዚ ፍቅሪ እዩ ኣይኮነ ሰብ መን እዩ ሕጂ እምነት መን እዩ ትደልዩ ነገር ለስምረልካ ኣሎ ፍቅሪ እንተ ሃሊካ ምስ በቃ እምነት ኣለካ ማለት እዩ እምነትካ ካብ ልዕሊ ፍቅሪ ማለት እምነት ማለት እዩ ማ ፈጣሪ እዩ ንብላና ክሊር ስለ ፈጣሪ ከስምረልካ ንዕኡ ከሳኸዐልካ ኢኻ ትብል ባት ዩ ሃቭ ቱ ኮኔክት ሙሉእ መዓልቲ ዘሆል ደይ ካብ ንጎ ጀሚርካ በቃ ትገብሮም ተግባራትካ ኤኒቲንግ እንተ ምስኡ ኮኔክት ጌርካ ተውዕል ኮንካ ብፍቅሪ በቃ ትርእዮ እንተ ኮንካ ፅባሕ ንጎ ሰባት ህቡኻ ፍቅሪ ትርኢ እንተ ኮንካ ዋላ ሕጂ ኣይሃቡኻ ወላ ሕጂ ለፍላፊ ሃለውለዋይ ትብል ድብሉኻ እንተ ደኣ ሃልዮም ጽባሕ ንግሆ ግን ዋይ ዝወደይ ክብሉኻ ከለዉ ኣቤት ከም ክስቶ እኮ ክኾን ኣለዎ ድብል ነገር ንዑ ምስኡ ፍቕሪ ድሕዘካ እንተ ደኣ ኮይኑ ፍቕርኻ እዩ ናብ እምነት ዘምርሓካ እምነትካ ከዓ ናብ ተግባር ወስደካ እሞ ኤኒቲንግ ከዓ ተገለጸልካ ይኽእል ክሊር ሶ ኢፍ ዩ ብሊቭ ማች ዊዝ ኤኒ ስቴት ዩ ፊውዝ ዊዝ ኢት ሓድነት ትፈጥር ምስኡ ኤንድ እንታይ ይብል ኣሎ ብድሕሪ ከዓ ኤንድ ዚስ ዩኒዮን ይብል እዚ ኣብ መንጎኻን ኣብ መንጎ ምንታይ እዩ ኣብ መንጎ እቲ ትስእሎ ነገርን እቲ እምነትካ እንተ እዚ ሓድነት እዚ እዚ ሓድነት ፈጢርካዮ ዘለኻ ከኣ እንታይ ይገብር እብል ሪዛልትስ ኢን ዘ ኣክቲቬሽን ኤንድ ፕሮጀክሽን ኦፍ ኢትስ ፕላንስ ፕሎትስ ኮንዲሽንስ ኤንድ ሲርከምስታንስ ይብል ኣሎ ክሊር ከመይ ማለት እዩ መሲልኩም ካበይ ከምፅእ ገንዘብ እዩ ሓቂ ናይ ሰብ ጉዳይ ሰብ ካበይ ከምፅእ ገንዘብ ካበይ ከምፅእ ከመይ ገይረ ከምዚ ክረክብ ካበይ ይምፃእ እንታይ ኢሉ ኣሎ? ሓድነትካ እዩ ነቲ ገንዘብ እቲ ደምፆ። ሓድነትካ እዩ ነቲ ሕጂ ሕርብት ኢልካ ዘሎ ፕላን ደምፆ። ነቲ ሕጂ ንሰባት ትሓተሉ ከምዚ ይኸውን ዶ ኢልካ ትጠራጠር ዘለኻ ነገር ፕላን ወላ መንገዲ ወላ ትልሚ ማለት እዩ። ፕሎትስ ክንብል ከና ፕላን ክንብል ከና ፕላን እዩ ውጥን እዩ። ኮንዲሽን ክንብል ከና እዚ ሕጂ ፅባሕ ንጎ ክኾነ ዝደልዮ ንብሎ ዘለና ዝኾነ ነገር እዩ። ሲርከምስታንስ እዞም ነገራት ኣከባቢኻ ኩሉ ነገራትካ ኣክቲቬቲ ዶ ኮንካ በኻ ክሌብ እንታይ ከ እምነትካ ኣክቲቬት ትገብሮ ሰብ ገንዘብ ገለ ካልእ ነገራት ምባል ገዲፍካ እንተ ናብ ገዛእ ርእሰኻ ተመሊስካ እምነትካ ጥራይ ተሐይል ሰልፊ ኢሜጅካ ጥራይ ተስተኻኽል እንተ ኮንካ ኩሉ ነገራት ድወፅእ ካባኻ እዩ ፕሮጀክት ዝኸውን እዩ ዝብል ዘሎ ክሌር ፍሮም ዩ ሓሳብ ካባኻ ፈለቕ ትልሚ ካባኻ ፈልጥ ካባኻ ይፈለቕ ካባኻ ይወፅእ ኤኒቲንግ ካባኻ ኣክቲቬት ዳኾነ ኸይድ ንኣብነት ኤግዛምፕል ብቐሊሉ ክበኩም እንተ ሪኢኹም ኤቲኤም ንኣብነት ንኣብነት ለሰይ ሓደ ሚሊዮን ኣለዋ ንበል እዛ ኤቲኤም እዚኣ ስለዚ እንተ ደኣ ሓደ ሚሊዮን ሃልዩ ኣብ ባንክ ግን ሕጂ እዮም ሂቦምን ንበል እሞ ኣክቲቬት ተደይ ገይሮማ እንተ ደኣ እቲ ገንዘብ ተወፅዳ ኣይወፅን ሓቂ ኣክቲቬት ስለ ዘይተገበረት እያ ክብሉ ሰሚዕኩሞም ትፈልጡ ድሓር ኣክቲቬት እንተገይሮማ ግን ድሌት ኣይከውፅእ ይኽእል እዩ So this is the thing. ሕጂ እውን ንደሊ ዓይነት ገንዘብ ሰብ ቦታ ዋትኤቨር ክኾነለይ ኣለዎ ንብሎ ነገር ኢትስ ኢንሳይድ ኦል ኦፍ ኣስ ምክንያቱ ዊ ሃቭ ኦምኒፖተንት ዝኾነ ሙሉእ ሓይሊ ዘለዎ ብኣና ድዛሪ ኣብ ቁልዕነትና ምናልባት እንዳተበከለ ዝመፀ ንፁህ ዝኾነ መንፈሳዊ ሓይሊ ኣብ ውሽጢ ኩላትና እዩ ድዛሪ ዘሎ እንተሓዛ ኣላ ኣሎ እቲ መንፈሳዊ ሓይሊ ብውሽጥና ምስቲ ንደለናያ ነገር ኮኔክት እንተ ጌርና ከዓ እቲ ንደልዮ ነገር ካባና እዩ ፕሮጀክት ኮይኑ ዝወፅእ ሓሳብ በልዎ ኩሉ ነገር ዝጅምር ካብ ሓሳብ እዩ እቲ ሓሳብ እቲ ካባና ክወፅእ ጅምር ሞ ገንዘብ ኮይኑ ይመፅእ ፍቕሪ ኮይኑ ይመፅእ ሰላም ኮይኑ ይመፅእ ደስታ ኮይኑ ይመፅእ ሓጎስ ኮይኑ ይመፅእ ኢትስ ክሬትድ ፍሮም ኣስ ካብ እምነትና እዩ ዝፍጠር ክሊር ምሳይ ኣለኹም ሰ ልክዕ ከመይ ድኾን ከምኡ ክትኣምን ብጀመርካ ካባኻስ ፕሮጀክት እንዳኾነ ይኸይድ ኣክቲቬት ይኸውን እሞ ነይሩ ኮይ ውሽጥኻ ኣይክልን ይብልኒ ስልካ ስለ ዝገደፍካ እዩ እምበር ኩሉ ሰብ ምስ ሃብቱ ምስ ጥዕኑ ምስ ፍቕሩ ምስ ሰላም ምስ ኩሉ ደልዩ ነገራት እዩ ዝሓድር ናብ ድኾነ የብሉን መንፈሳዊ ሓይልና ክሊር ምሳይ ኣለኹም ሰ ኤንድ ግን እንተ ደኣ ናብ ገዛእ ርእሰኻ ተመሊስካ እምነትካ ሓድነትካ ተጠንክር እንተ ደኣ ኾንካ ካባኻ ሓሲብካ ዘይትፈልጥ ቦምቢ ዝኾነ ሓሳብ ካባኻ ወፅእ ከምዚ ክገብር ይኽእል እየ ትብል ሕጂ ዝኾነ ነገራት ንቢዝነስ ዲ ንገለ ዲ ደምፅእ ዝኾነ ኣይድያ ተምፅእ ገለ ትገብር ካባኻ እንዳወፀ ይመፅእ ዳሓር ኣበይ ነይሩ ክሳብ ትብሎ ፕሮጀክት ክኾን ዝጀምር ይዶኖ በቃ ምስ ኣመንካ እዩ ኩሉ ነገራት እንዳመፀ እንዳመፀ ልኸ ሒዝኩም ኣለኹም ፕሮጀክት ክኾን ልክዕ ከምዚ ፕሮጀክተር ንኣብነት ብርሃነ ትርእይዎ ኣለኹም ፕሮጀክት ድክልክሎ ነገር ኣለ በሲዒሪ በሳሲዒሪ ኣብ ንተገደፍኮ ኣብዚ ክወፅ እዩ ኣብ ንተገበርኮ ምውፅእ ግን ደይተርፍ እዩ ሶ ልክዕ ከምኡ ከዓ እምነትና ንሕና ክንኣምን ከለና እቲ ንምንዮ ንብህጎ ነገር ብዝግባእ ከነሰላስሎን ክንኣምኖን ክንጅምር ከለና እንታይ ይኸውን ሓሳብ ገንዘብ ንረኽበሉ ሓሳብ ግን ኩሉ ነገራት ኢት ፕሮጀክትስ ፕሮማስ ካባና ክወጽእ ጅም ኣበይ ነይሩ ክሳብ ትብሎ በቃ ኣብ መንገድኻ ኩሉ ነገራት ርኸብ ርኸብ ርኸብ እንዳበልክያ ከይድ ብኸመይ ናይ ኩላትና ሕቶ ሓቀይ ብኸመይ ድምልሶ ናትና ሕቶ ይኮነ ንሱ ናይ ፈጣሪና መልሲ እዩ ፈጣሪ ከዓ ብእምነት ኢኻ ትቐርቦ ተረዳዲና መኑ ንጋይስ ዩር ላይፍ ዊል ነቨር ቢዘሰይ ብተኣምር ህይወትኩም ሓደ ይኮኒ ሲደ ማጂክ እምነት ከነሐይል ክንጅምር ከና ዩል ሲደ ማጂክ ክልር እዚ ንምትግባር ግን ብፍቅሪ ምስትትደልዩ ነገር ምቁራን የድልዩ

ቢካም ሲርሆም ፍሮም ዩ ቪው ተ ወርልድ ይብል ብኣእምሮኻ ትዘሎ ሓቂ ምሸት ምሸት ንጎ ንጎ ትኾኖ ሰብ ንዓለም ትሪኣ ካብኡ ኢኻ ደኣ ካብቲ ኣይዲያል ትብሎ ብሉፅ ዝኾነ ሰብ ካብኡ ትምንዮ ካብቲ ትብህጎ ሰብ ኢኻ ደኣ እምበር ንህይወት ንዓለም ትሪኣ ኖት ካብዚ ሕጂ ዘለዎ ኣይኮነን ስለዚ ኢት ቢካምስ ዩር ሆም ገዛኻ ይኾን ንሱ ንዓለም ካብኡ ክትሪኣ ትጅምር ምክንያቱ ትርእኻ ኣለኻ ኩሉ ግዜ ንሱ ኢኻ ትኸውን በቃ ከምዚ ክገብር እቲ ክበፅሕ ደሪዝ ሆፕ ጥራይ ዘይኮነ ብሊቭ እንዳእተኻ ዲዛይር ኣለካ ናይ ብሓቂ ክቕየር ትደልያ ኢኻ እቲ ነገርቲ ተቐይሩ እውን ትሪኦ ትጭብጦ ትሕዞ ኣለኻ ብኣእምሮኻ እዩ ክሊር ኢፍ ዩ ዱ ዛት ከምኡ ክትገብር ተኣ ጀሚርካ በል

በቲ እስኻ ኢማጂን ትገብሮ ትሓልሞ ዝነበርካ ኣይዲያል ኢልካ ደቐመጥኪያ ሰልፊ ኢሜጅ ዓለም ምልእቲ ድማ ንዓኻ ትሰርሕ ከም ትመስል ግጥም ግጥምጥም ስጥምጥም ክብልሲ ክትርእኻ እዩ ሰብ ደብልኪ ኣብ ሃንደበት ሰብ መፅእ ገንዘብ በቲ ይመፅእ በቲ ገለ ኣበይ ነይረ ክሳብ ትብሎ ማለት እዩ ስኻ ዋት ሃፐን እንታይ ኮይነ ነይረ ይስ በቃ ሰልፊ ኢሜጅካ ስለ ዘይቀየርካ ሶታ ክንገብር ኣና ናብ ውሽጢ ተመሊስና ነዚ ሰልፊ ኢሜጅና እዚ ክንኣምኖን ንዕኡ ብውሽጢ ክንስርቶን ኢና ዘለና እምበር በቃ ማንም ደኽልክለካ እዩ ብኣእምሮና ድራ ኢሴ ወርክሾፕ ንኣብነት እዚ ትሪዮ ኣለኹም ሓቂ እዚ ዕንጨይቲ ወይ እዚ ኮፍ ኢልኩም ኣለኹም ቴብል እዚ ቼር ሾርክሾፕ ኣለዎ ሸውሩም ኣለዎ ሓቂ ኩሉ ድዩ ኣብ እንታይ ድበሃል ድመፅእ ኣብቲ ሸውሩም ኩሉ ድዩ ድመፅእ ተወሰነ ሓቂ ጣውላ ከምዝሎ ገለ ድሓር ካበይ ይሰርሖ ብዙሕ ተደሊኻ ካብ ወርክሾፕ እዩ ስለዚ ሕጂ ከኣ ብኣእምሮኻ ትሪኦ እንታይ ይሲር ወርክሾፕ ናትካ እዩ ትሰርሖ ትሰርሖ ትሰርሖ ብኣእምሮኻ እሞ ጽባሕ ንግሆ ብኣእምሮኻ ዝስራሕካ እዮም ነገራት ከኣ ኣብ ኢድካ ክጽበጡ ትሪኦ ማለት እዩ ብምልኣት ዝመልአ ህይወት እንዳነበርና ክንሪኦ እንተ ደኣ ክኢልና ብምንታይ ኢና ንፈልጥ እንተ ደኣ ኢልኩምኒ በቃ ብምስጋና ምልእ እዩ ዝብል ሰውነትካ ብምስጋና ምልእ እዩ ዝብል ህይወትካ ንዑ ክትሪኦ ክትጅምር ከለኻ ኣይስከም ኣለኹም ፈጣሩን እዚ ስለ ዝፈልጥ እዩ ትደልይዎ ሲ ከም ደኣመንኩሞ ጌርኩም ጸሎት ከም ዝረኸብኩሞ ጌርኩም ጸሎት ግበሩሞ ሽዑ ኸ ናትኩም እዩ ክሊር ሶ ቢ ናትኩም ግበሩ ትትምነይዎ ትብህጎ ነገር ጀስት ዱ ብኣእምሮና ስጉም ብምልኣት እንዳረኣና ፕሊስ ለስ ዲሳይድ ንወስን መዓስ ታንክ ዩ ናይስ